ኣብቲ ልቢ ገይረ ኮሌጅ ኣትየ ዝመሃረሉ ዝነበርኩ ግዜ ኩሉ ሳዕ ኣደይ ዘይትፈልያ ዝነበረት ካብ ኣፋ ከም ጥቕሲ ዝኾነታ ሰብ ሰብ ምዃኑ ኣይተርፎን እዩ ዛጓለይ ጥንቅቕ ደኣ በሊ ልብኺ ሓልዊ ትብለኒ ነበረት። ካምንታይ ተበጊሰ እያ ከምኡ ትብለኒ ዘላ ኢለ ምስ ውሽጠይ ክዘራረብ እየ ዝጀመርኩ። ተዘይ ተጋግየ የዕሩኽ ስለ ዘብዛሓኹ ዶ ይኸውን? መሓዙት ከኣ ኣለዋኒ። ምስኣቶም ከኣ ደይ ብትምህርቲ ብጸወታ ጸወታ እያ ንፋለጥ። ብምባል ንርእሰየ ከተኣማምኖን ጌጋ ከም ዘይብለይን ኮይነ ክርዳእ ዝጀመርኩ። ጓል ዕስራን ሽዱሻን ዓመት እየ። እዚ ሕጂ ዝነግረኩም ዛንታ ድማ ቅድሚ ነዊሕ ዓመታት ዘጋጠመኒ እዩ። ክትነግረሉ ኣዝዩ ዘሕፍር ዛንታ እየ ተሰኪመ መጺእልኩም ዘለኹ። ኣዝዩ ዘሰንብድ ስለ ዝነበረ ድማ የእምሮይ ብትኽክል ይሰርሕ ኣይነበረን። ኣምላኽ ይመስገን ግን ንፉዕ ሳይካትሪስት ረኺበ ነእምሮይ ካብ ትራውማ እዩ ኣውጺእዎ። ተወሊደ ዝዓበኹሉ ከተማ ከተማ ካርቱም እዩ። ዋላ እኳ ሃገረይ ኤርትራ እንተኾነት ግን ኣብቲ ናይ ትምህርቲ ዕረፍቲ ዝነበረና ግዜ፣ ሓደ ግዜ ኬንያ ኔርና፣ ድሕሪ ናይ ሓደ ወርሒ ጻኒሒት ድማ ናብ ካርቱም ተመሊስና። ናብ ካርቱም ዝተመለስናሉ ምኽንያት ኣቦይ ኣብኡ ትካል ስለ ዝነበሮ፣ ኣደይ ድማ ናይቲ ትካል ኣመሓዳሪት ስለ ዝነበረት ናብኡ ክንከይድ ኢና ተገዲድና። እምበር ዓድኻ ይጥዑም። ኣነ ብፍላይ ኣብቲ ንኤርትራ ኬድናሉ ዝነበርና ግዜ ንፉዓት መሓዙት ክንዲ ዕድመይ ካባይ ድማ ቁሩብ ዝንእሳን ተላልየ ስለ ዝነበርኩ በቃ በቲ ጸወታን በቲ ዕላልን ንግሆን ምሸትን ንራኸብ ስለ ዝነበርና ዘይወጽእ ናፍቖት እዩ ኮይንኒ ዘሎ። እንድዒ ከኣ ብንእሽተይ ስለ ዝነበርኩ ኮይነ ድየ ዋላስ ኣዝየ ዘቕልብ ስለ ዝነበርኩ ብጣዕሚ'የ ካብ ኣእምሮይ ክርስዖ ዘይክእል ትዝታ ኮይንኒ ዘሎ። መዓልትና ኣኺሉ ከኣ ኣቦይ ንካርቱም ሒዝና ተመልሰ። ንሱ ብቐጥታ ንስርሑ ኣተወ፣ ኣደይ ድማ ኣርከበቶ። ንሕና እውን ኣይጸናሕናን፣ ናይ ትምህርቲ ግዜና ኣኺሉ ድሕሪ ናይ ክልተ ሰሙን ዕረፍቲ ናብ ትምህርትና ተመለስና። ኣነ ኮሌጅ፣ እተን ዝተረፋ ኣሕዋተይ ከኣ ትምህርተን ጀመራ። ኣብ ገዛና ወዲ ዝበሃል ሓው የብልናን። ሰለስተ ተመሳሳሊ መልክዕ ዘለወን ቀያሕት ይዋልድ ኢና እዚ ብምዃኑ ኣቦይ ኣዝዩ ዝጥንቀቀልና ምናዳ ክኣ ንዓይ ኣነ ቦኽሪ ስለ ዝነበርኩ ብጣዕሚ እዩ ዝከናኸነኒ ዝነበረ። ኣቦይ ዝኹሉ ነገር ዝገብሮ ዘሎ ንዓይ ንኽቆጻጸረኒ ምዃኑ ኣይርድኣንን ኔሩ ጸኒሑ ግን ተረዲእኒ እዚ ድማ ናበይ ኢኺ? ኣበይ ኢኺ? ዝብሉ ሕቶታት ኩሉ ሳዕ'ዩ ዘልዕለለይ ዝነበረ። ኣቦይ ንስደት ኢሉ ካብ ዝወጽእ ነዊሕ ግዜ'ዩ ገይሩ፣ ዓመታት ንበሎ። ከምቲ ዘዕልለና ቅድም ንጁባ ከም ዝወጸ'ዩ ዝነግረና። ብኡ ኣቢሉ ከኣ ንሃገራት ኣፍሪቃ እንዳረገጸ ንፉዕ ነጋዳይ'ዩ ኮይኑ። ካብዚ ዝኣከቦ ሃብቲ ከኣ ኣብ ሱዳን ገዛ ከግዝኦን ትካልን መኪናን ከጥሪ ዝኸኣለ ኣቦይ ምስ ብዝሒ ምልውዋጥ ሃገር ኣብ ጉዕዝኡን ኣብቲ ናብርኡን ዘጋጥሞ ዝነበረ ኣብ ህይወትና ከጋጥመና ስለ ዘይደሊዩ በዚ ኩሉ ነገር ንዓና ዝከላኸለልና ዝነበረ ይኹን እምበር ናይ ንእስነት ነገር ኮይነኒ ዋዒ ዝተሓወሶ ኣከያይዳን ኣመላልሳን እየ ዝምልስ ዝነበርኩ ንወላዲቦይ በዚ መንገዲ ክምልሰሉ ከለኹ ኣዚዩ ስለ ዝሓርቕ ኣዚዩ ስለ ዝናወጽ ከኣ ውጽኢቱ ማህረምትን መቕጻዕትን እዩ ነይሩ። እዚ እንዳኾነ ግና ግቡእና ኣይከልኣናን። ንኹሉ ገግዜኡ ፈልዩ ከዛውረናን ዘይረኣናዮ ቦታ ከፍልጠናን ከጻውተናን ኣብ ትምህርቲ ኣዝዩ ግዱስ ብምዃኑ ከኣ ነተን ንኣሽቱ ኣሕዋተይ ከረድእን ብዘለዎ ዓቕሚ ክፍትን እየ ዝሪኦ ነይረ። ከምዚ ኢልና እንዳቐጸልና ከኣ መዓልታት ብመዓልታት እንዳተተክእ ኣብ ዝኸደሉ እዋን ሓደ ግዜ ኣብ ትምህርትና ንሓደ ወዲ ይሪኦ እሞ፣ ብትምህርቱ ካባይ ብንእሽተይ ዝበልጽ እዩ። መልክዑ ድማ ኣዝዩ ጽቡቕ፣ ግርማዊ፣ ለምሽ ጨጉሩ፣ ቀይሕ፣ ኩሉንትንኡ ርእየዮ ኣብ ልበይ ኣተወኒ። ኣዝየ ተገሪመ። ንመጀመርታ እዋን ብዘይ ናተይ ፍቓድ ልበይ ክውንኖ ዝኸኣለ ወዲ። እዚ ነገር እዚ ጽላለ እዩ፣ ንበይነይ ይጽለል ደለኹ ብምባል ሓደ መዓልቲ ክልተ መዓልቲ ግድነት ክርእዮ ኣለኒ ኢለ ቀጸልኩ ካብኡ ዝገደደ ግና ልበይ ኪድዮ ኪድዮ ምስኡ ኩኒ ንሱ ለባም እዩ ፈላጥ እዩ ክብለኒ ዝጀመረ ኦዎ እዚ ወዲ ገለ ነገር ኣለዎ እስከ ዘይፈልጦ ብምባል ከኣ ዘለኒ ድፍረት ኣኻኺበ ናብኡ ከድኩ መጀመርታ ዓረብ ዝዛረብ ከይከውን ዓረብ ዝሰምዕ ከይከውን ብምባል ብዓረብ ክመይ ኣለኻ በልክዎ ድንን ኢሉ ስለ ዝነበረ ንላዕሊ ገጹ ግልጽ ብምባል የዒንቱ ክርእዮ ከማን ኣይደፈርኩን። ከመይ ኣለኺ ደሓን ዲኺ ኤርትራዊት ምዃንኪ እኮ ፈልጠኪ'የ ኣነ ከኣ እኮ ኤርትራዊ'የ ብምባል በቲ ረጒድ ድምጹ ተዛረበኒ። ከምዚ ከቢድ ሸኽሚ ንነዊሕ ጉዕዞ ተጓዒዝካ እሞ ከኣ ምስ ኣራገፍካዮ ዝስመዓካ ዕረፍቲ ከምኡ ኮይኑ ተሰመዓኒ። ሽምና ተለዋዊጥና ሌላና ካብታ ሽዓ ሰዓት'ያ ትጅምር። ኣብ ግዜ ዕረፍቲ እንዳ ተራኽብና ኣብ እንዳ ሻሂ እንዳ ከድና ከነዕልል ዝምድናና እንዳ ማዕረገን ብሰብ እንዳ ተፈልጠን ክኸይድ ጀመረ። ነዚ ኩሉ ግና ኣቦይ ኣይፈልጦን እዩ ነይሩ። እዚ ኣብ ልበይ ዝኣተወ ኣፍቃርየይ ከኣ ናብዛ ዓዲ ቅድሚ ገለ ውሱናት ዓመታት ከም ዝመጸ ነባሪ ከም ዘይነበረን ኣዲኡ ኣብ ደገ ስለ ዘላ ፕሮሰስ ንኽትገብረሉ ከም ዘውጽኣቶ ነገረኒ። ኣነ ግና ተቐማጢ ጌሬ ዝወዘካ ኔረ ምኽንያቱስ እቲ ትዛረቦ ዘለኻ ዓረብ ናይ ነባር ዓረብ እዩ ብምባል ምግራመይ ገለጽኩሉ ኣብዚ ምጽ ምስ በልኩ ዝተማሃርኩዋ ቋንቋ እንተላ ዓረብ እያ ተቐዳዲመ እየ ተማሂረያ ካልእ ኸኣ እቲ ዝነብረሉ ዘለኹ ከባቢ ዓረብ ጥራይ እዮም በዚሖሞ ብኸምኡ እዩ ዝኸውን እምበር ኣነ ደኣ ካበይ ከምጽኦ በለኒ ኣዝዩ ንፉዕ ምዃኑ ኣብ ኣዒንቱን ኣብ ትዘራርብኡን ይርእዮ ኣለኹ። እዚ ወዲ'ዚ ባባ ይቅበሎ እዩ ምክንያቱ ባባ ንፉዕ ትምህርትን ኣዘራርብኡ ኩሉ እሉም ዝኮነ እዩ ዝደሊ ብምባል ኣብ ልበይ መሊሰ መሊሰ ቦታ ክህቦ ጀመርኩ እዚ ሕጂ ኣብ ዘይመደበይ ሓሲበዮ ድማ ዘይፈልጥን ንነዊሕ ዓመታትን ንነዊሕ ግዜን ብዛዕባ እዚ ንኸይሓስብ ነእምሮይ ከልኪለዮ ዝነበርኩን ሕጂ ግና ብዘይ ፍቓደይ ክወርሰኒ ጀመረ። እቲ ዘገርመኒ ከኣ እዚ ወዲ ብመዓልቲ ጥራይ ኣይኮነን ንዓይ ዝረኽበኒ እንኮላይ ውን ምስ ደቀስኩ ኣብ ሕልመይ ጥዑም ዕላል ክዕልለኒ እዩ ዝሓድር። ካብኡ ከኣ ብሓንሳብ ተሓቛቒፍና ንድቅስ እሞ ካብኡ ሰንቢደ ይትስእ። እዚ ነገር እዚ ንውሽጠይ ንኣእምሮይን ክርቡሸይ ጀሚሩ። ድሕሪ ናይ ነዊሕ ጉዕዞ ናይ ፍቕርና ከኣ እዚ ኣፍቃሪየይ ሓደ መዓልቲ እንዳ ሻሂ ወሲዱ ኣብ ልዕለይ ዘለዎ ፍቕሪ ክገልጸለይ ጀመረ። ኣነ ብኹሉ ኣካይዳኺ፣ ኣዘራርባኽን፣ ስነ ስርዓትክን፣ መስተውዓይት ምዃንክን ፈሊጠ ኣለኹ። ካብ ምሉእ ልቢየ ዘፍቅረኪ። በለኒ። ኣነ ኣብቲ ሹዕ ሰዓት እንታይ ኢለ ከም ዝምልሰሉ ኣይፈልጥን'የ ነይረ። ትርግታ ናይ ልበይ እንዳ ወሰኸ፣ ኣነ'ውን'ኮ ከምኡ ክብለካ እንዳ በልኩ ግን ሓፊረካ'የ'ኮ ኮይነ። እምበር ኣነ'ውን ካብ ቅድም ምስ ረኣኹኻ ጽባቄኻ ጥራይ ዘይኮነስ ዋላ'ቲ ኣቀራርባኻን ኣዘራርባኻን ልክዕ ከምቲ ዝደልዮ ወዲ ኢኻ። ኣነ'ውን ኣዝየ ደፍቅረካ። ብምባል ንዕላልና መሊስና ከፈትናዮ። ከምዚ ኢልና የእዳውና ተተሓሒዝና ከለና ከኣ ሓደ ሰብ ካብ መንገዲ ጠጠው ኢሉ ጠመተና እሞ ኢደይ ምልስ ኣበልኩዎ። እቲ ዝጠመተና ኣካል ንባባ ኣዝዩ ቀረባ ዓርኩ'ዩ ነይሩ። ብኡ ድማ ሰንቢደ ካብቲ ዝነበርኩዎ ብድድ ብምባል ክድውለል'ከ ኢለ ገዲፈዮ ከድኩ። ናብ ገዛ ኣተኹ። ግን ዋላሓንቲ ናተይ ዜና ዘይበጽሖ ድዩ ኮይኑ ባባ ኣዘራርባኡ ከምቲ ናይ ቅድም'ዩ ዘሎ። ኢለ ነታ ሰሙን እቲኣ ተዓዘብክዎ ዋላ ሓንቲ ለውጢ የለን። እዋ እዚ ዓርኪ ባባ ደኣ ክንደይ ክነፍዕ እዩ ልቦና ዘለዎ ከምዚኦም ዓይነት ሰባት እምቧእ ኣሻሓት ይወለዱ እንዳበልኩ ስለ ዘይነገረለይ ብልበይ ኣመስገንክዎ። ሓደ ግዜ ኣብ መንገዲ ይረኽበኒ እሞ ከመይ ኣለኺ ጓል ዓርከይ ደሓን ዲኺ እንዳበለ ሰላም በለኒ ኣነ ኣብታ ግዜ እቲኣ ረኺብኒ ዝነበረ። ካብ ኣቦይ ተሓቢኤ ይገብሮ ብምንባረይ ኣዝዩ ኣሰኪፍኒ ደሓነ ብቀዳማይ ዝገበርካለይ ክኣ ብጣዕሚየ ደመስግን በልክዎ እሞ ብዛዕባ እንታይ በለኒ ብዛዕባ እታ ሓደ መዓልቲ ኣብ እንዳ ሻሂ ምስ ሓደ ወዲ ተተሓሒዘ ከለኩ ዝረኣካኒ እሞ ክኣ ዘይነገርካለይ ብጣዕሚየ ደመስግነካ ኢለ ኣዘከርክዎ ኣሃ እወ ዘኪረዮ ዘኪረዮ ሕጂ እወ እንታይ እሞ ነግረልኪ የሕሊፍካ ምሃብ ክኣ ኣይፈቱን እየ ኣነ ኣይ ስኽስ ጓለይ እንዲኺ ጥራይ ንቲ ነገርት ኣይትድገምዮ እምበር ጓለይ እንዲኺ ንስኺ ኢሉ ጽቡቕ ማዕዳ ሚዒድኒ ካልእ ግዜ ክድውለለይ ምዃኑ ሓቢሩኒ ከደ ትምህርቲ ወዲእና ንምረቐሉ ግዜ ኣኸለ እሞ ባባ ከመይ ዝበለ ናይ መመረቕታ ስነ ስርዓት ጌሩ ኣመረቐኒ ድሕሪ ናይ መመረቕታይ ግዜ ክኣ ባባ ንሕጽር ዝበለ ግዜ ናብ ወጻኢ ሃገር ክኸይድ ምዃኑ እቲ ዘድልዮ ንብረት ገዛዚኡ ከኣ ክምለስ ምዃኑ ነገረና። ከምቲ ዝበለና ድማ ናብ ወጻኢ ሃገር ከደ። ድሕሪ ባባ ምኻዱ ኣብ ገዛ ዝቆጻጸረኒ ሰብ ብዙሕ ኣይነበረን። ማማ እንተኾነት ምኽሪ እንዳገበረት እዛ ጓለይ በጃኺ ኣይተምስዪ፣ ድኾነ ከተምስዪ ከለኺ ከኣ ምስ መን ከም ተምስዪ ከም ዘለኺ ንገርኒ ኢኺ፣ ደዊልኪ ከኣ ኣራኽብኒ እያ ትብለኒ ነይራ። ነዚ ፍቃደይ ከኣ። ኣቦይ ንደገ ከም ዝኸደ፣ ንዝተወሰኑ ኣዋርሕ ከኣ ኣብኡ ክጸንሕ ምዃኑ ነጊሩና ኢለ ኩሉ ኣዕለልክዎ። በዚ ዝተሓጎሰ ኣፍቃሪየይ ከኣ፣ እሞ ከም ድሌትና ከነዕልል ኢና፣ ከም ድሌትና ከኣ ክንራኸብ ኢና ማለት እዩ። በለኒ። እወ ሕጂ ደኣ ክንራኸብ ኢና ኢለ መለስክሉ። ካብቲ እዋን'ቲ ንኔው ድማ እዚ ኣፍቃሪየይ ናብ ገዝኡ ክጽውዓኒ ጀመረ። ናብ ገዝኡ ምኸድ ከኣ፣ ኣብኡ ዄንና ከነዕልል ከነማስእ ጀመርና። ሓደ ግዜ ክልተ ግዜ እኳ ኣይሓደርኩን። ብድሕሪኡ ግና እዚ ኣፍቃሪየይ ከም እተፍቅርኒ ብምንታይ ደኣ እሞ ክፈልጥ ኣነ? ከም እተፍቅርኒ በዚ ክትገልጽለይ ንዓይ ምሳይ ሕደሪ እንዳበለ የገድደኒ ነበረ። ኣነ መግለጺ ፍቕሪ እዚ ከም ዘይኰነ ዋላ እኳ ክረድኦ እንተ ሓሰብኩ። ንሱ ግን ብፍጹም ክርድኣኒ ኣይከኣለን። ኣብ ከቢድ ወጥሪ ኣትየ ተወጠርኩ። እንተ ከድኩ ዘየፍቅሮ ኮይኑዶ ስምዖ? ብምባል ሕራይ በልክዎ። እዚ ግን ሳዕቤናት ከም ዘለዎ ኮይኑ ስለይተሰማዓኒ ተኣማሚነ'የ ሕራይ ዝበልክዎ። እሞ ሓደ በል ንዕናይ ገዛ፣ በለኒ። ተተሓሒዝና ድማ ናብ ገዝኡ ከድና። ምስ ረኣኽዎ ገዝኡ ከኣ ቀይሕ ዲም ላይት ኮይኑ ጸንሓኒ። ኣነ ድማ ከምኡ ዓይነት ገዛ ከም ዘፍርሃኒ ክንደይ ሳዕ'የ ነጊረዮ ነይረ። እንታይ ኮይኑ ከም ገይርዎ? ኢለ ምስ ርእሰይ ክዛረብ ጀመርኩ። ሓሳባተይ ከንብብ ዝጸንሐ ዝመስል ኣፍቃርየይ ኣነ የዒንተይ ስለ ዘሕመኒ እየ ከምኡ ገይረዮ። ኣነ ከኣ ዲም ላይትድ ይፈቱ ኣጋጣሚ ኣብቲ ድሌታትና ከኣ ኣይተራኻኸብናን ንኸውን። በለኒ። እቲ ገዛ ኣዝዩ ሰፊሕ'ዩ። እንተ ንበይንኻ'ያ ክትቕመጥ ኣብዚ? በልክዎ። እወ በይነይ እየ ዝቕመጥ እምበር ስድራቤተይ ደኣ ኣብ ደገ ከም ዘለዉ ምሽ ነጊረኪ? ኖኖእ ኣነ ከኣ ሰፊሕ'ዩ እኮ ኢለ በልክዎ ብፍርሓት እንዳ ኣተኹ ኣብ ዝኸድክሉ ግዜ ኸኣ ኣብቲ መደቀሲ ሓደ መሰውኢ ረኣኹ እዚ መሰውኢ እንታይ እዩ ኢለ ድማ ክሓስብ ጀመርኩ ኣብ ልዕሊ እቲ መሰውኢ ዘሎ ምስሊ ኸኣ እንታይ ምዃኑ ክነግረኒ ሓተትክዎ እሱ ድማ ብስንባደ እንታይ ክትገብር ርኢኽዮ በለኒ ኣነ ድማ እንታይ ድዩ በልክዎ ከምኡ ኢለ እንዳ ሓተትክዎ ካልእ ድምጺ ሰማዕኩ ድምጺ ኣውያት ሰማዕኩ። ዋእ ኣበይ ድየ ኣትየ ዘለኹ ኣብ ምንታይ ኣትየ ዘለኹ ኢለ ድማ ተረቢሸ ክሓቶ ጀመርኩ ንሱ ድማ ከም ተረበሽኩ ሪኡ ኣጆኺ ኣይትፍርሒ ዋላ ሓንቲ ኣይኮነን ትበልተኒ ኣሞ እዛ ዓዲ ንገለ ሰሪቆማ ይኾኑ ንሳኻ ተእውላ ኢሉ ከደባብሰንን ከዐሽወንን ፈተነ ኣነ ግና ስነ ኣእምራዊ ከቢድኒ እዚ ገዛ ክወጽእ ደልየ ኣለኹ በልክዎ ከምዚ እንዳበልክዎ ምስ ቀጸልኩ ኣብ መሬት ሃንደበት ወደቕኩ ኣይተረደኣንን እንታይ ከም ዝጋጥመኒ ዘይፈለጥኩ ክነሰይ ንግሆ ግና ነብሰይ ኣብ ዓራት ኣብ ሕቕፉ እየ ረኺበያ። ሰንቢደ ድሕሪ ምትሳእይ ድማ። ኣንታ ኣንታ ነቲ ዕሹ ብዘይ ናተይ ፍቓድሲ ኣብዚ ኣሕዲርካኒ? በልክዎ። ንሱ ግን ክዓጦ ድዩ እንዳ ሰሓቐ ኣሽካዕላል ብዝመልኦ መልሲ። ንኸምዚ ዕላማ ጸዊዕናኪ ንስኺ ግን ቁሩብ ዝርደኣኪ ሰብ ኣይኮንክን። በለኒ። ወሲኹ ከኣ። ሓቒፍናኪ ደኣ እምበር ደርቢናኪ ኣይሓደርናን እኮ ከተመስግኒ እኮ ዝግበኣኪ ብከምዚ ከማን ኢሉ ነቲ ኮቦርታ ናብ ገጸይ ደርቢይዎ ተሰእ። ኣነ በቲ ዘጋጠመ ነገር ገሪሙኒ ክጽለል ቁርብተይ ተሪፍኒ ማማ እንታይ እያ ክትብለኒ ባባ ከ እንታይ ክብለኒ ነሕዋተይ ከ እንታይ ዓይነት ትምህርቲ እየ ክምህረን ኣዝየ ሓዚነ ብውሽጠይ ከስቁርቁረ ጀሚረ። ገዛይ ክኸይድ ከም ዝኽእል ከኣ ሓበረኒ። እንዳጎየኹ ከኣ ናብ ገዛይ ከድኩ። ኣደይ። ከይነገርኩዋ ስለ ዝሓደርኩ ተሻቒላ ነይራ። ምስ መጻኹ ከኣ። እዛ ጓለይ ደሓን ዲኺ? ኣበይ ደኣ ሓዲርኪ? ኣብ እንዳ መሓዝያ'የ ማማ ሓዲረ። ሞባይለይ ቻርጅ ዓጽያስ ብኸምኡ ከኣ ኣምስየ ስለ ዝኣተኹ ብኸምኡ'የ ክስታይ ኮይነ ዘይነገርኩኺ። በልኩዋ። በሊ ደሓን እዛ ጓለይ ኣይደገም በጃኺ ከኣ ተጠንቀቒ። ሕጂ ስቀ ዓቢኪ ኢኪ ብዙሓት ደለይቲ ክህልዉ ይክእሉ እዮም ንዓኪ ብግቡእ ክወዝክሎም ድኣ እምበር ብዘይ ግቡእ ዝኮነ ነገር ክገብሩኪ የብሎም እዛ ጓለይ ጥንቅቅ ድኣ በሊ ንመንገድኪ በለትኒ እሞ እቲ ዝነበረ ኩነታት ተረዲእዋ ድዩ ኮይኑ ኢለ ምስ ውሽጠይ ሕጂ ውን ምዝራብ ቀጸልኩ ከም ልማዱ ከኣ ዝወዲ መሊሱ ደወለለይ ሎማዓንቲኸ ከመይ ኢና? በለኒ። ኣነ ኸኣ ኣንታ ስዲ ሕጂኻ ከምኡ ትብለኒ ኣለኻ ንዓይ? ብዘይ ፍቓደይ የሕዲርካንስ ሕጅስ ከኣ ከምኡ ትብለኒ ኣለኻ? በልክዎ እሞ ንስኺ ክብረት ኣይፍትወልክን እንድዩ ኣነ ኣኽቢረ እንድየ ጸዊዐኪ ተዘይኮይኑ ግና ጸገም የለን ሳዕቤኑ እዩ ክበርትዓኪ በለኒ። እዚ እቲ ዝፈልጦ ኣፍቃሪየይ ድዩ እቲ? ሞይተልኪ ሓሚመልኪ ዝብለኒ ሰብ እዚ ድዩ ዋላስ ኣይኮነን ኢለ በቲ ጭካኔኡ ተገሪመ በቃ ደሓነይ ኣበይና ንራኸብ ትቕብል ኣቢሉ ኣብታ ናይ ትማሊ ዝተራኸብናላ ኣብኣ ንራኸብ ተታሒዝና ከኣ ሽዑ ናብ ሓደ ቦታ ክንከይድ ኢና በለኒ ኣብቲ ዝተዋጠርናሉ ቦታን ሰዓትን ከኣ ተራኸብና እሞ ተታሒዝና ናብ ሓደ ገዛ ከድና እዚውን ካብቲ ናይ ዝሓለፈ ኣዝዩ ኣዝዩ ዘፍርሕ ገዛዩ ነይሩ ኣነ ድማ ብሕት ኢለ ክሓቶ ጀመርኩ። እሺ ደሓን ዝደለካዮ ኩሉስ ክኮነልካ እየ ግን ሓደ ነገር ክነግረካ እንታይ እዩ እቲ በቀዳማይ ምስሊ ዝረኣክዎ ሕጂ ከ ናበይ ገዛ ሒዝካኒ መጺካ ኣለካ በልክዎ ሕጂ ውን ናብ ኮምኡ ዝመሰለ ገዛ እየ ሒዘኪ መጺኢ ዘለኩ ኣይትፍርሒ እቲ በቀዳማይ ምስሊ ዝረኣክዮ ከኣ ቀስ ብቀስ ክትፈልጥዮ ኢኪ እንዳ በለኒ እታ ቀዳመይቲ እዋን ዝሰማዕኩዋ ድምጺ ሕጂ ውን ድምጺ ኣውያት ናይ ጓል ክሰምዕ ጀመርኩ እውይ ሕጂ ውን እዛ ድምጺ እዚኣ ትድገም ኣላ በጃኻ እንታይ ምዃኑ ንገረኒ እንታይ ምዃኑ ንገረኒ በጃኻ ኢለ ኣብ ብርኩ ተደፊኤ ለመንኩዎ ዝደለኻዮ ኩሉ ክገብረልካ ይኽእለ ግን በጃኻ ንገረኒ ኢለ ክዛረቦን ክልምኖን ጀመርኩ ንብዓተይ ከቢድዎ ይመስለኒ። ናብ ካልእ ክፍሊ እቲ ገዛ ወሰደኒ እሞ ኮፍ ኣቢሉ በሊ ስምዒ ኩሉ እቲ ሓቂ ክነግረኪ'የ ሕጂ ኢሉ ክዛረበኒ ጀመረ። ኣነ ድማ ብህንጡይነት እንታይ ከም ዝዛረበኒ ሃህ ኢለ ክሰምዖ ተቐረብኩ። ኣነ ንሱዳን ካብ ዝወጽእ ነዊሕ ዓመት'የ ገይረ ዘለኹ። እቲ ድሕሬኺ'የ መጽየ ዝበልኩኺ ኩሉ ሓሶት'ዩ። ኮነ ኢለ ንመስሓቢ ዝተጠቐምኩሉ ቃላት'ዩ። ኣደይ ድማ ኣሽንኳይዶ ፕሮሰስ ክትገብረለይ ንሳ'ውን ብህይወት የላን። ከም ዝበልኩኺ ግን እዚ ኹሉ ንዓኺ ክስሕበኪ ኢለ ዝገበርክዎ ሜላታት እዩ። እዚ ግን ኣይኮነን እቲ ሓቂ ክነግረኪ ዝደለኹ ኣነ። ካልእ ነገር እዩ። ኢሉ ኣብ ዝንታን ኣብ ንብዓትን ኣተወ። እንታይ ክብለኒ ደልዩ? ኢለ ተሃንጢ ተጸበኹዎ። እቲ ሓደ ግዜ ክትወድቂ ከለኺ። ትዝክርዮዶ እቲ ምሳይ እናተዛረብኪ ከለኺ ዝወደቕክዮ እሞ ኸኣ ንግሆ ምስ ተሳእኺ ኣብ ሕቑፈይ ዝረኣኽኒ? ኢሉ ክዛረበንን ከዘክረንን ጀመረ። ኣነ ኸኣ እወ እወ እቲ ሽዑ እቲ ሽዑ እሞ እንታይ እስኻ እንዲኻ ሽዑ ኣባላሺኻኒ እንዳበልኩ ክዛረቦ ጀመርኩ። ንሱ ግና እዚ እንዲየ ደኣሞ ክነግረኪ ደልየ ግን ሓደራኺ ኣብ ኩሉ ሕጂውን ትኸድዮ መንገዲ ተጠንቀቒ ኢሉ እንዳነበዐ ድምጹ ጸቒጡ ተዛረበኒ። ኣነ ኸኣ ኣንታ እንታይ ኢኻ ትብለኒ ዘለኻ? እንታይ እዩ ኣጋጢሙ? ንገረኒዶ ቀልጢፍካ? በለትኒ። ኣነ ኣብቲ ሽዑ እዋን ነዚ ነገር እዚ ክገብሮ ከለኹ ተኣዚዘ እየ ገይረዮ። ካብ ሌላና ጀሚርኪ ክሳዕ እታ ኣብዚ ዓራት እዚ ኣብ ሕቝፈይ ዝኾንክላ እዋን። እዚ ቤት እዚ ኸኣ ናይቲ ዝእዝዘኒ ኣካል ገዛ እዩ። በለኒ እሞ መን ድዩ ተኣዛዚኻ? ኢለ ሓተትክዎ። ትፈልጥዮ ትዀኒ ኢኺ ንሱ ደኣ እቲ ሓደ መዓልቲ ኣብዚ እንዳ ሻሂ ከለና ፍቕረይ እንዳገለጽኩልኪ ከለኹ ኢድና ተታሓሒዝና ከለና ዝረኣየና ሰብኣይ ዘኪርክዮ? በለኒ እሞ ኣይዘከርክዎን እስከ ኢለ ድሕሪ ነዊሕ ምሕሳብ። እውይ እወ ዓርኪ ባባ እንድዩ ንሱ። እወ ንሱ እዩ ንዓይ ነዚ ኣዚዝኒ በለኒ። እንታይ ኢኻ ትብል ዘለኻ ኣብቲ ሽዑ ሰዓት እውን ድንግልናኺ ዝወሰደልኪ ሰብ ንሱ እዩ ደሓራይ ንሱ መታን ከይረኣ ኢሉ ግና ንዓይ ኣብዚ ዓራት እዚ ከም ዝጸንሕ ጌርኒ። እታ ትወድቂ ከለኺ ከኣ መደንዘዚ መርፍእ ጌሩ ወጊኡ እዩ ዲቕኪ። ሕጂ ድማ እዚ ንዓይ ኣብ ሂወተይ ሪስክ እዩ ክነግረኪ ከለኹ። ምኽንያቱ ኣበየናይ ቤት ኮይነ ነግረኪ ኣለኹ ጽባሕ ክህሉ ይኽእል ኣይክህሉን ይኽእል። ንዓኺ ግና ሓራ ኣውጻኪ ኣለኹ። ቀልጢፍኪ ካብቲ ቦታ እዝን ካብቲ ሰብ እትን ርሓቒ። ንነቦኺ ድማ ንገርዮ እዚ ሰብ እዚ ኣሽንኳይ ዶ ዓርኩ ጎረቤቱ ከማን ክኾን ከምዘይብሉ። ኣነ ገንዘብ ኮይኑኒ ደኣ እምበር ምስዚ ሰብ እዚ እዚ ነገር እዝን ኣነ ኣይቅበሎን እየ ግን እንታይ እሞ ክገብር። እቲ ገንዘብ ኣብቲ ሽዑ ሰዓት ንዓይ ኣገዳሲ እዩ ነይሩ በለኒ ቀጺሉ እውን ንዘረብኡ በዚ ዓጸዎ እዚ ዓርኪ ኣቦኺ ነቲ ንስኺ እንታይ እዚ ምስሊ እዚ ዝበልክኒ ንዕኡ እዩ ዘምልኾ ንሱ ዝኣዘዞ ከኣ ይገብር ማሕበር እውን ኣለውዎ ንሳቶም እውን ይድውሉሉ እዮም፣ ግን መዓስ ከም ዝድውሉሉ ውሱን መዓልትታት የብሉን። ከምቲ ዝበለኒ ግን ድሕሪ ምድውዋሉ ድንግል ጓል ከምጽኣሉ ከም ዘለኒ፣ ሽምክን ሽም ኣቦኽን ኣበይ ትመሃሪ ከም ዘለኽን ቁጽሪ ሞባይልክን ኩሉ ዘርዚሩ ዝሃበኒ። እዚ ከኣ ድንግልና ናይ ጓል ክስውእ ከም ዘለዎ ስለ ዝተነግሮ እዩ። ንዓኺ ከኣ በታ ለይቲ እቲኣ ድንግልናኺ ወሲዱ ናብቲ መሰውኢ ኣቕሪቦ እዩ። ሕጂ ግን እብለኪ ኣለኹ ኣነ ካብዚ ቦታ እዚ ቀልጢፍኪ ተኣለዪ ሕጂ ውን ካልእ ነገር ከይኣለመልኪ ከሎ ቀልጢፍኪ ተኣለዪ ነቦኺ ከኣ ንገርዮ ከምቲ ዝበልኩኺ ኢሉ ካብቲ ገዛ ክወጽእ ከም ዘለኒ ንሱ ከኣ ክጠፍእ ምዃኑ ነገረኒ ክሳዕ ባዕለይ ደሃየኪ ዝገብር ደሃየ ክትገብርልኪ በዚ ቦታ እዚ ኣይትንቀሳቐሲ ኢኺ በለኒ ምስ ነገረኒ ክሳዕ ካብቲ ቦታ ዝወጽእ ምስ ኣእምሮየይ ነይረ ደሓር ግና የእምሮይ ክትንከፍ ጀመረ። የእምሮይ ብሓሳብን ብጭንቀትን መሊኡ ኣብ ማእሰርቲ ናይ ሲኦል ዘለኹ ኮይኑ ክስምዓኒ ጀመረ። ዋይ ሰብ ኢሎሞስ ሰብ ሓጺር እዝኑ ክበሃልሲ ሓቂ እዩ'ባ እንዳበልኩ ከስቀርቁር ጀመርኩ። ዘጋጠመኒ ንድኾነ ሰብ ኣይነገርኩን። መግቢ ዘይምብልዐይ ግን ነደይ ከሻቕላ'ዩ ጀሚሩ። ኣቲ ጓለይ በጃኺ ንብልዒ ንዕስተይ በጃኺ እንታይ ክኾንኪ ዘይኣመልኪ ፈዘዝ ትብሊ ኣለኺ። ስቕ ትብሊ ኣለኺ፣ ደሓን ዲኺ ዛጓለይ? ስእልኪ ኸኣ ትነብዒ ኣለኺ። በለትኒ። ንሰብ ምእማን ገዲፈዮ። ከምቲ ማማ ዝበለትኒ፣ ሰብ ሰብ ምዃኑ ኣይተርፎን እዩ ክትብለኒ ሓቃ እያ። ሰብ ሎሚ ንጥቕሙ ኢሉ ይቐርበካ፣ ደሓር ከኣ ረቢሑ ይሸጠካ። እዚ እንድዩ እቲ ሰብ። ኩሉ ተፍቅሮ ማለት ኩሉ ኸኣ ዓርክኻ ማለት ኣይኮነን። ኩሉ ኣብ ልብኻ ቦታ ዝሃብካዮ ማለት ከኣ ኩሉ ልብኻ ዝርደኣካ ማት ኣይኮነን። ከምቲ ማማ ዝበለትኒ ሕጂ ውን ሰብ ሰብ ምዃኑ ኣይተርፎን ዩ። ስለዚ ልብኻ ሓሉ ክትብለኒ ከላ ኣነ ውን ልበይ ክሕሉ ይግበኣኒ ነይሩ። ግን ኣይገበርክዎን። ሕጂ ኣነ ኣብ ከቢድ መዋጥር እየ ዘለኹ። ካብቲ ገዛ ክወጽእ ከለኹ ዘጠንቀቐኒ እቲ ኣፍቃሪየይ ነበር። ነቦይ ሓንቲ ከይጉደልኩ ክነግሮ ከም ዘለኒ እዩ ምዒዱኒ ኣነ ግን ብሰንኪ ፍርሓት ኣቦይ ዋላ ምስ መጸ ስቲል ክሳብ ሕጂ ኣይነገርክዎን ዘለኹ። ዋላ ውን ክነግሮ ውን ተደለኹ ኣብ ጽቡቕ ኩነታት ስለ ዘይነበረ እታ ዓዲ ተታሒዝና ንኡጋንዳ ኢና ወጺና ስለዚ ዝኸበርኩም ኣሕዋተየ ኣነ ነቦይ እንተ ነገርክዎ እንታይ ጸገም የምጽእ ኣብ ሂወተይ እዚ ከተማኹሩኒ ደሊ ጽን ኢልኩም ስለ ዝሰማዕኩምኒ የቐንየለይ።